እቲ ዝተፈላለየ ቋንቋታትን ኣብ ዝተፈላለየ ኣረዳድኣን ዝተፈላለየ ደረጃት ዘለዉ ሕብረተሰብ ከም ተቐባልነት ገይሮም ቅቡል ኮይኑ ዝኪታብ ፍቱው ኮይኑ ህቡብ ኮይኑ ዝሓለፈን ዘሎን ክታብ እዩ እሞ እዚ ክታብ እዚ ከኣ ዑለማ ብጣዕሚ እንታይ ይገብሩ ይውስዩ ይመኽሩ ሓደራ ይብሉ ኣስላማይ ክፈልጦ ክህልዎ ክመሃር ከም ዘለዎ ካብዚ ክታብ እዚ ምንታይ ብዙሕ ቁም ነገር ብዙሕ ጥቕሚ ዝሓዘ ክታብ ስለ ዝኾነ እዚ ክታብ እዚ ርያድ ሳልሒን ይበሃል ርያድ ሳልሒን ከም ዝበልኮ መብዛሕትና ንፈልጦ ኣብ ገዛውትና ዘይጠፍእ ኣብ መሳጊድናም ዘሎ እዚ ክታብ እዚ ሒዝዎ ዘሎ መዓት በረካን መዓት ጥቕምታት ኣብ ካልእ ክታብ ዘይርከብ ኣብዚ ክታብ ዝሒዙ ኢማም ነው ርሒመሁላህ ካብቲ ሓደ ዓላመ ምን ዓላማት ልእኽላስ ዝበሃል ሓደ ሰብ ረቢ ስብሓን ወተዓላ ናይ ረቢ ኢሉ ምስ ዝገብሮ ንረቢ ኢሉ ተግባራቱ ምስ ዝገብሮ ቀቡል ይገብረሉ ኣላህ ስብሓን ወተዓላ ወይ ከዓ መብዛሕትኡ እቲ ሰብ ከም ተቐባልነት ይፈትዎ የኽብሮ ፈትይዎ በቲ ጉዳይ ከኣኒ ኣብ ኩሉ ከምዚ ንሪኦ ዘለና ሃዛ ሚን ዓላማት ኢማም ነወ ረሒመሁላህ ጥዑይ ሰብ ፈራሕ ረቢ ከም ዝነበሩ ዝምስክረሎም ወይ ከዓ ምልክታቶም እዩ ካብቲ ክታበቶም ንሪኦ ካብቲ ኣብ ዓለምና ዘሎ ንሪኦ ማለት እዩ እዚ ሓደ ካብቲ ክታቦም ርያዱ ሳልሒን እንሻኣላህ ንሕናም ከም ቋንቋ ተዛረብቲ ትግርኛ እንሻኣላህ ብዝከኣለና ናይዚ ክታብ እዚ እንሻኣላህ ትምህርቲ ንትንትነሉን ንገልፀሉን ክኸውን እዩ እንሻኣላህ። ቅድሚ ኣብቲ ኣብቲ ባብ ኣልእኽላስ ወልእሕዳር ንያ ኢሎም ዝጀመርዎ ኢማም ነዊ ረሒመሁላህ መን እዮም ኢማም ነዊ ረሒመሁላህ ክንፈልጦም ይግብኣና ወይ ከዓ ከም ሓደ ክታብ ክትጅምር እንተ ደኣ ኮንካ ናይቲ ክታብ ፀሓፋይ መን እዩ ክትፈልጥ ኣገዳሲ እዩ ስለዚ እዚኦም ኢማም እዚኦም ኣበይ ዓዲ ነይሮም መዓስ ነይሮም ኣበይ ግዜ ነይሮም

እቲ ለቐብ ዝመጾም ነወዊ ካብ ቦታ እዩ። ቦታ ዝተወለዱሉ ቦታ ካብ ኣብ ሲርያ እዩ። ብጀነራል ደቂ ወዲ ሲርያ እዮም። ነዋ እተባህለ ከኣኒ ክፍለ ከተማ ወይ ከኣ ቀርያ ሃገረሰብ ኩን ኢላ ኣብኡ ተወሊዶም እዚኦም ዓቢ ኢማም እዚኦም ነዋ ዛትስዋይ ኢማም ነወዊ ተባሂሎም ሽሞም ሓፍዝ ሸክ ልእስላም ሓፍዝ

ወይ ማዕርግ ከምዚ ኣብ ውትድርና ፍሉጥ ዝኾነ ሓደ ሰብ ኮሮኔል፣ ጀነራል፣ ብርጋዴር ጀነራል ኢለ ኣኽሪ ተባሂሉ ኣብ ውትድርና ዓለም እቲ ዝወሃቦም ማዕርግ እቲኦም ኣህለል ሓዲስ ከዓ ናቶም ማዕርግ ኣለዎም፣ መፀውዒኦም ኣለዎም። ስጋብ እቲ ከመይ ዓይነት ፍልጠት ኣብ ሓዲስ ከም ዘለዎም ንዕኡ ኣመርኪቶም ዝወሃቦም ማዕርግ ኣሎ። ሓደ ካብኡ ሙሓድስ ይበሃል። ሙሓድስ እዚ ፕሮፌሽናል ብዛዕባ ሓዲስ ብዛዕባ መትን ብዛዕባ ሪጃል ብዛዕባ ጀርሒ ወተዕዲል ብዛዕባ እዚ ብምሉኡ ዘፅንዑ ሳይንቲስት ኣብ ሓዲስ ዘፅንዑ ኣብዚ ግዜና እዚ ኤግዛምፕል ክንህብ እንተ ደኣ ኮይንና ወይ ምሳሌ ክንህብ እንተ ደኣ ኮይንና ሸኽ ኣልእስላም ሸኽ ኣልኣልባኒ ረሒመሁላህ ሸኽ ኣልኣልባኒ ወከዛሊከ ሸኽ ኣልኣርነዉጥ ዝበሃሉ ካልኦት እውን ኣለዉ እዚኦም ግን እትኦም ዝማዕብ ዝወጹ ፍሉጣት ዝወጹ ዑለማ ዑለማ ኣልሓዲስ ኣብ ዕልሚ ኣልሓዲስ እዚኦም መሓድስ ይበሃሉ ኦከ ካብኦም ቅጽል ኢሉ ሓፍት ከምዚ ንሪኦ ዘለና ኢማም ነው ረሒመሁላህ ሓፍት ነይሮም እዚኦም ሓፍት ክበሃሉ እንከለዉ ከዓ እዚኦም ሚእቲ ሽሕ ሓዲስ ዝሓፈዙ እዮም ሚእቲ ሽሕ ሓዲስ መትን ሰነድ ብምሉእ ዝሓፍዙ ሚእቲ ሽሕ ሓዲስ ማለት እዩ ዝሓፍዙ ኤግዛምፕል ኢማም ነው ረሒመሁላህ እብን ልቀይም እብን ከሲር እዚኣቶም ኩሎም ኣልሓፍዝ ተባሂሎም ናቶም ታይትል ወይ ከዓ ናቶም መዓርግ ይወሃቡ። ብምቕፃል ኣልሑጃ ኣልሑጃ ይመፁ ዑለማ እዚኣቶም ከዓ ሰለስተ ሚእቲ ሽሕ ሓዲስ ዝሓፈዙ እዮም። ሰለስተ ሚእቲ ሽሕ ሓዲስ ሰነድ ወመትን ኣብቲ ውሽጢ ሓዲስ ዘሎን እቲ ሪጃል ዝመፁ ዓን ፉላን ዓን ፉላን ዓን ፉላን እትም ሰባት ከማን ሽሞም ከይተጋገዩ እንታይ ዝሓፍዝዎም ማለት እዩ ያኒ ብምሉእ ኣብ ልቦም ዝሓፍዙ ሰለስተ ሚእቲ ሽሕ ሓዲስ እዚኦም እካ እንታይ ይበሃሉ ሑጃ ይበሃሉ ብምቕጻል ኣልሓክም ይበሃሉ ኣልሓክም እዚኦም ከዓ ዕልም ልሓዲስ ዳርጋ ብምሉኡ እንታይ ዝገበሩ ዝፈልጥዎ ያኒ ቁሩብ እዩ ወይ ቁሩብ ዘይፈለጥዎ ዝሓልፎም እምበር ዳርጋ መብዛሕቱ ናይ ኣብ ዕልም ልሓዲስ ዘሎ ዝፈልጥዎ እንታይ ይበሃሉ ኣልሓክም ይበሃሉ ብምቕፃል ነዚ እቲ ዝዓበየ ደረጃ ዘለዎም ኣብ ዕልም ልሓዲስ ኣሚር ልሙእሚኒን ይበሃሉ ኣሚር ልሙእሚኒን ክንሰምዕ ከለና ክልተ ዓይነት ኣሚር ኣልሞእሚኒን ኣለውና ሓደ ሊደርስ እዮም ናይ ሩለርስ እዮም ወይ ከዓ ከም በዓል ሰይድና ዑመር ከም በዓል ሰይድና ኣቡበከር ከም በዓል ሰይድና ዑስማን ሰይድና ዓሊ ኣሚር ኣልሞእሚኒን እሲኦም ነጋውስ ክትብሎም ትኽእል ወይ ሓለፍቲ ክትብሎም ትኽእል ወይ መራሕቲ ክትብሎም ትኽእል ናይ ኣስላም ወይ ከዓ ኣብቲ ዘለዎ መንግስታዊ እዚኦም ኣሚር ኣልሞሚኒን ናይ ሃገራዊ ናይ ኣመራርሓ ክኸውን እንከሎ ኣሚር ኣልሞሚኒን ኣብ ሓዲስ ከኣኒ ከም በዓል ኢማም ኣልቡኻሪ ረሒመሁላህ ኢማም ኣሕመድ ብን ሓንበል ከዛሊክ ኢብን ሓጀር ኣልኣስቀላኒ እዚኣቶም እንታይም ኣሚር ኣልሞሚኒን ተባሂሎም እንታይ ይበሃሉ እዚኦም ይፅውዑ ኣብ ዕልሚ ልሓዲስ ስለዚ ንምንታይ ኣምጽእዮ እንሻላ ቁሩብ ኢንፎርሜሽን ክህልወና ኣልሓፍዝ ክንርኢ ከለና ወይ ክንቀርእ እንከለና ንፈልጥ እዚኦም እንታይ እዮም ሚእቲ ሽሕ ሓዲስ ዝሓፈዙ ከኢማም ነው ረሒማሁላህ ሓደ ካብኦም ኣቡ ዘከርያ ኢማም ነው ረሒማሁላህ ኣይወለዱን ካብቲኦም ከይተመርዓዉ እዚ ዱንያ እዚ ዝገደፉ ወላኪን ሂወቶም ሓጺር ክንሱ ሓደ ሰብ ሚእቲ ዓመት ወይ ልዕሊ ሚእቲ ዓመት ጌሩ ስራሕ ክሰርሖ ዘይክእል ገዲፎም ዝኸዱ እዚኦም ኢማም እዚኦም ሂወቶምን ግዝኦምን ኣብ ዕልምን ኣብ ፍቅሪ ንዕልምን ኣብ ኺድማ ናይ ዕልምን ዘጥፍእዎ ዓለም ኢማም ውላድ ኣይነበሮምን ኣይተመርዓውን። ኣቡ ዘከርያ ደኣ ንምንታይ ተባሂሎም ዝብል ሕቶ ይፍቀድ እዩ ይፍቀድ እዩ ከምቲ ኡመና ዓይሻ ረዲየላሁ ዓንሃ እንታይ ኢለን ይፅውዓ ነይረን እሙ ዓብዱላህ ብወዲ ሓፍተን ብወዲ ስትና ኣስማ ዙቤር ዓብዱላህ ብን ዙቤር ረዲየላሁ ዓንሁ ብኡ ኡሙ ዓብዱላህ ይበሃላ ነይረን። ስለዚ ነቢ ዓለይሂ ሰላቱ ወሰላም ሓደ ሰብ ኹንያ ክገብር እንተ ደኣ ደልዩ ይፍቀድ እዩ ኢሎም። ስለዚ እዚኦም ከኣ ኣቡ ዘከርያ የሕያ ተባሂሎም ይጽውዑ ነይሮም። ካበይ ተወሊዶም ኢልና? ነዋ እተባህለት ሃገረሰብ ውጽእ ኢላ። ኢማም ነወዊ ረሒመሁላህ መዓዝ ተወሊዶም? ሽዱሽተ ሚእትን ሰላሳን ሓደን ዓመተ ሂጅሪ ሽዱሽተ ሚእትን ሰላሳን ሓደን ተቅሪበን ሸሞንተ ሚእትን ዓሰርተን ዓሰርተ ሓደን ሸሞንተ ሚእትን ዓሰርተ ሓደን ዓመት ካብዚ ዘለናዮ ግዜ ማለት እዩ ኢማም ነዊ ረሒማሁላህ ተወሊዶም ሽዱሽተ ሚእትን ሰላሳን ሓደን ኣብ ካብ ኣቦ ጥዑያት ኣቦ ሳልሕን ዝኾኑ ተወሊዶም ኢማም ነዊ ረሒማሁላህ ኣብቲ ንእስነት ዕድሚኦም ኣብቲ ንእስነት ዕድሚኦም ከምቲ ኖርማል ቆልዓ ኣይነበሩን ኢማም ነዊ ረሒማላ ከምቲ ኖርማል ቆልዓ ጸወታን ጉያን ኩዕሶን ካልእ ካልእን ክጻወት ይጓየ ኢማም ነውሪ ረሒመሁላህ ግን ከምኡ ኣይነበሩን ቆልዑት ሓደ ግዜሲ ሸኽ ያሲን ኢብን ዩሱፍ ዝተባሃሉ ኣብቲ ግዜ እቲ ዓልም ዝነበሩ መንገዲ ይሓልፉ ነይሮም እሞ ንኢማም ነውዊ ናቶም ኩነታት ኣቃልብኦም እንታይ ገይሩ ስሒብዎም ሪእዎ ሪኦሞም እንታይ ኣቆልዑት መጺኦም ክጎትትዎም ንዓ ተጻወት እንዳበሉ ንኢማም ነዊ ረሒመሁላህ ኢማም ነዊ ረሒመሁላህ ከኣ ካብ ቆልዑት እንዳሃደሙ ቁርኣን ክቀርኡ ቆልዓ እዮም ዘለዉ ያኒ ዓሰርተ ዓመት ወይ ካብ ዓሰርተ ዓመት ከባቢ ዘሎ ዕድመ እዚ ምስ ረኣዩ እዚኦም ሸኽ እዚኦም ገሪምዎም ዝቆልዓ እዚ ናቱ ፊቸር ዓቢ ነገር ክህልዎ ይኽእል እዩ ንምንታይ ኣብዚ ዕድመ እዚ ቆልዓ ቁርኣን ከምዚ ዓይነት ፍቅሪ እንተ ገይሩ ብ ልቡ እዚ ኖርማል ኣይኮነን ኢሎም ናብ ኣቦኦም ብምኻድ እንታ እዚ ወድኻ ኖርማል ኣይኮነን ረቢ ስብሓን ወተዓላ ፅባሕ ንጎ ዓቢ ነገር ከርእየካ እዩ ስለዚ ኡፍ እንታይ ግበረሉ ሃየ ኣሉ ጣልብ ኣልዕልም ግበሮ ኣብ ዕልሚ እንታይ ግበሮ ፊልድ እቲ ኩነታቱ ኣመቻችኣሉ ኢሎም ምስ መኸርዎም ኢማም ነዊ ርሒማላ ኣቦኦም ከዓ ቀብ ኣቢሎማ እዚኣ ዘረባ ማለት እዩ ጠዋሊ ኣብ ተግባር ገይሮማ ስለዚ እዚ እንታይ ንምሃር ደቅና እንተ ፍሉይ ነገር ርኢናሎም ኣብ ዲን ይኹን ኣብ ዱንያ ገለ ገለ ቆልዓ ስፔሻሊስት ያኒ እንታይ ጊፍትድ ዝኾነ ቆልዓ ኣሎ ያኒ መውሂባ ኣላ ስብሓን ወተዓላ ዝህቦ ብቆልዑ ቁርኣን ዝፈቱ ብቆልዑ ሳይንስ ዝፈቱ ብቆልዑ ማትማቲክ ዝፈቱ ኣብዚ እዋን እዚ እንታይ ክንገብር ኣለና ከም ወለድቲ ኣብቲ ደስ ዝበሎ ኣብቲ መውሂባ ዘለዎ ኣብኡ ኢንኬሬጅ ክንገብሮም ወይ ከዓ ኣብኡ ክንተባብዖም እዚ ካብቲ ኣድማዒ ዝኸውን ኣብ ሂወቶም ዓብ ነገር ሳይንቲስት ክወፃልካ ወይ ሓደ ዓለም ምን ዑለማ ክወፃልካ ብቆልዑ ከሎ እቲ ዝባሌታት ናቱ እንተ ርኢና ኣብቲ ዝንባሌ ናቱ ከዓ እተ ሓጊዝና ኣድማዒ ይኸውን ትቆልዓ

ኢማም ነዊ ራሒመሁላህ ኣቦኦም ናብ ድመሽቅ መጺኦም ድመሽቅ ኣብቲ ግዜ እቲ ረቢ ስብሓን ወተዓላ እቲ ሃይባ ናይቲ ከተማ ረቢ ይምለሳ ሰላም ይግበረሎም እዚ ሲቪላይዝድ ዝኾነ እቲ ዑለማእ ዝወፅሉ ብጣዕሚ ኣብ ትምህርቲ ኣብ ዲን ይኹን ኣብ ሜዲካል ዝኾነ እቲ ናይ ዕልሚ ፋሕ ፋሕ ዝብለሉ ዝነበረ ዓዲ ካብቲ ኣብቲ ናይ ሎሚ ሸሞንተ ትሽዓተ ሚእቲ ዓመታት እዚ ሻም እዩ ኣርደ ሻም እዚ በዓል ድመሽቅ በዓል ሲርያ ከምዚ እዋን እዚ ሕማቅ ዘለዉ ኣሕዋትና ረቢ ስብሓን ወተዓላ ሰላም ይግበረሎም እቲ እቲ ዘለዎ ኩነታት ረቢ ይዓርየሎም ናብ ዝበለፀ ይቅይረሎም ድመሽቅ ከይዶም ድመሽቅ ንመኣ ዑለማ ኣለዉ ከም ዝበልክዎ ናይ ዕልሚ ቦታ እዩ ኢማም ነዊ ረሕማላ ኣብኡ ከይዶም ድሓር ጥቃቲ ዓብዪ መስጊድ መስጂድ ኣመዊ ዝበሃል ኣብኡ ሰኪኖም ኢማም ነዊ ረሒማላ ትምህርቶም እንታይ ገይሮም ንዓም ትምህርቶም ቀፂሎም ናዓ እቲ ሓደ ካብቲ ናቶም ዝነበረ ፍሉይ ከምቲ እንፈልጦ ናይ ሕፍዝ ቀዊ ሕፍዝ ነይርዎም ብጣዕሚ ይሓፍዙ ነይሮም ዓበይቲ ክቱብ ኣብ ቁሩብ እዋናት ይሓፍዝዎ ነይሮም ሓደ ካብቲ ጊፍትድ ዝነበሩ ከም ዝውረይ ከም ኢማም ሻፍዕ ራሕማሁላ እቶም ዑለማ ቅድሚኦም ዝነበሩ ባይዘወይ ኢማም ነወዊ ርሕመሁላህ ሓደ ካብቲኦም ዝዓበዩ ናይ ናይ መዝሃብ ኢማም ሻፍዒ ተኸታሊ ኮይኖም ኣብቲ መዝሃብ እቲ ዓብዪ ቦታ ዘለዎም ካብቲኦም ተምሃሮ ዝፅውዑ ሓደ ዓለም እዮም እቲ ጊዝኦም ኣብ ጽቡቅ የጥፍእዎ ኔሮም ኢማም ነወ ረሒመሁላህ ይበሃል ኣብ ሓደ መዓልቲ ዓሰርተ ክልተ ክላስ ይወዙ ኔሮም መዓልታዊ ያ ሰላም ያኒ ረቢ ይወፍቀና ያኒ ሓደ ሓደ ግዜ ሙምኪን ሰዓት እንተ መሓደራ ሰሚዕና ወይ ሰዓት እንተንቢብና ካላስ ንሕና ዝዓበየ ሰብ ወይ ከዓ ካባና ንላዕሊ ዝገበረ ዘየለ ኮይኑ ይስምዓና ይኸውን

ኣብ ሓደ መዓልቲ ደሓር ካብቲ ፍሉይ ዝነበሮም ኣብቲ ዝተመሃርሉ ኖት ይሕዙ ነይሮም። ዝተመሃርሉ ኖት እንዳሓዙ እቲ ኖት ናቶም ናብ ኩቱብ ቀይሮሞ። እቲ ኖት ናቶም እቲ ናቶም ዝሕዝዎ ዝነበሩ እሱ ናብ ኩቱብ ቀይሮሞ። ነዓም ኢማም ነው ረሒመሁላህ እቲኦም ሱና ሓይ ዝገበሩ ወይ ብሱና ዝተቃለሱ ኣብ ሱና ዓቢ ኣበርክቶ ዝገበሩ ኢማም እዮም ማ ምን ኣልዓልም ኣው ጣልብ ልዕልም መን ኣሎ ናይ እዚኦም ዓልም እዚኦም ተመሊሱ ክቱቦም ሪኡ ተማሂሩ ኣብ ኮሌጅስ ይኹን ኣብ ዩኒቨርሲታት ይኹን ካብቲ ሓደ ደዋዊን ገዲፎም ዝኸዱ ኢማም እዮም ካብቲ ሓደ እቲ ኩቱብ ናቶምሲ ኣብቲ ላይብረሪ ኢስላሚክ ላይብረሪ ከም ሓደ ሪፈረንስ ኮይኑ ከም ሓደ መርጃዕ ኮይኑ ዝቕመጥ ኩቱብ እዮም ገዲፎም ከይዶም ዓበይቲ ዓበይቲ ተቐባልነት ዘለዎም ናይ መፅሓፍ ጥራሕ ኣይኮነን ተቐባልነት ዘለዎም ኩቱብ ገዲፎም ከይዶም ሓደ ካብኡ እቲ ዝዓበየ ኩቱብ ዝገደፍዎ ኢማም ነው ርሕመላ ሸርሒ ሳሒሕ ሙስሊም እዚ ድሕሪ ቡኻሪ ሙስልም ኢልና ኩሉ ግዜ ንሰምዖ እቲኦም እቲኦም ዝዓበየ ካብቲ ቁር ካብ ቁርኣን እቲ ዝበለጸ ኣተንትስ እቲ ዘለዎ እቲ እቲ ደረጃ ዝለዓለ ኩቱብ እንተ ደኣ ኣሎ ኮይኑ ቡኻሪ ወሙስልም ንብል ኩሉ ግዜ ምሽ ነዚ ሙስልም እዚ ዝተንተንዎ ዝገለጽዎ ዓቢ ክታብ ኢማም ነወ ርሒማሁላህ ገዲፎም ከይዶም

ወልኣዝካር፣ ኣዝካር ከኣ እቲ ዝዓበየ እቲ ዝተፈትወ ክታብ ኔርዎም ኢማም ነውዊ ርሒመሁላህ ገዲፎሞ ዝኸዱ ንሰማዕ ኣቦታትና ረቢ ይርሓመሎም እቶም ዘለዉ ከኣ ረቢ ዕምርን ጥዕናን ኣብ ጽቡቕ ስራሕ ረቢ ይወፍቆም ቆልዑት ከለና ንሰምዕ ኔርና እንታይ ይብሉናሲ እዚ ክታብ እዚ ክዝክርዎ ከለዉ እንታይ ይብሉ ኔሮም ቢዕ ኣዳር ወሽተሪ ኣልኣዝካር ገዛኻ ሸይጥካ ከማንሲ ነዚ ክታብ እዚ ግዛእ ይብሉ ነይሮም እቲ ኣሕሰቦ እቲ ገዛ ቫሊ ናይ ገዛ ኩሉ ሰብ ይፈልጦ እዩ ገዛ ብጣዕሚ ካብቲ ሓደ ነሰሲቲ ካብቲ ሓደ ኣገዳሲ ዝኾነ ናይ ወዲ ሰብ ክህልዎ ዝግብኦ ገዛ እዩ ግን እትም ዑለማ እትም ረባኒን ሓታ እዚ ክታብ እዚ ምስቲ ገዛ እንታይ ይገብርዎ ነይሮም? የመዛዝንዎ በል ካብኡ ንላዕሊ ይገብርዎ ነይሮም። ንዑ ገዲፎም ዝኸዱ እዚ ከኣ ብዛዕባ ኣዝካር ተዛሪቦም ብዙሕ እዚ ክታብ እዚ ከም ማሻኣላህ ዓቢ ክታብ ዝገደፉ ኢማም ነወዊ ረሕመሁላህ።

ነዚ እስልምና እዚ ካብ ሕልፊ ኣብ መጃል ናይ ዕልሚ መጃል ናይ ክቱብ ገዲፎም ዝኸዱ እዮም ካብ ብዙሓት ዑለማ ወሲዶም ካብ ብዙሓት ዑለማ ሸይኽሁ እንተ ደኣ ክንቆፅሮም ከና ያን ግዜ ኣይንረክብን ኢና ግን ካብ ኤግዛምፕል ክንወስድ ኣብ ፊቅ

ዕልሚ ልእሱል እዚ ከኣ ፎርሙላት ዝወፅእ ካብ እቲ ኣስል ናይ ፊቅ እሱ ዝምህረካ ወይ ከዓ እሱ ዝምህር ትምህርትታት እሱል ልፍቅ ይበሃል ንምንታይ ኢና ንሰግድ ኣስሉ ዝመፅእ ካብ ምንታይ እዩ እዚ እሱል እቲ ሕግታት ናይ ፊቅ

ከምቲ ናቶም ተማሃ ዝመሃርዎም ከምኡ ከኣኒ እትዮም ናቶም ተማሃሮ እንታይ ነይሮም ብዙሓትን ብዙሓት ነይሮም ናዓም ኢማም ነው ረሒመዋላህ ፍሉጥ ነይሮም ኣብ ዝሁድ ነይርዎም ኣብ ኣዱንያ ብዙሕ ሃራርፎት ኣይነበሮምን ግዜኦም ኣብ ትኽክል የጥፍእዎ ነይሮም ብዙሕ በለጭለጭ ወይ ከዓ ፍለጡ ነይሮም ነቲኦም ኣብቲ እዋን ዝነበሩ ሑካም እንታይ ገብርዎም ነይሮም ይመኽርዎም ነይሮም ፅቡቅ ነሲሓ ዝህቡ ኢማም ነይሮም ህይወቶም ብምሉኡ ዝንሪኦ ዘለና ኣርብዓን ሓሙሽተን ዓመት ኣላህ ስብሓን ወተዓላ እዚ ቢዩትፉል ዝኾነ ዕድመ እዚ ረቢ ስብሓን ወተዓላ ዝበለፀ ክንደይ ተግባር ኣብዚ ሓፂር ዕድመ ኣርባዓን ሓሙሽተን ዓመት ስብሓን ኣላህ እዚ ሓፂር በረካ ዝመልኦ ዕልሚ ዝመልኦ ጥቕምታት ዝመልኦ ብፐርሰናል ናቶም በል ብዕልሞም በል ነዚ ኡማ እዚ ጠቂሞም ዝኸዱ ኢማም ነውዊ ረሒመሁላህ ወፋትሂ ወፊ ሰነት ስትሚያ ስተ ወሰብዒን ሽዱሽተ ሚእትን ሰብዓን ሽዱሽተን ዓመተ ምህረት ፊ ህወ ረጃዕ ኢለ ነዋ ኣብቲ ዝተወለዱሉ ዓዲ ተመሊሶም ማለት እዩ

ኢማም እነወ ረሒመሁላህ ኣብ ክታቦም ከምዚ ኢሎም ከምዚ ኢሎም እንዳተብሃሉ እቲ ኣብ ቀብሮም ከለዉ ስጋብ ሎሚ ሸሞንተ ሚእቲ ዓመት ዝሓለፉ ካብዚ ዱንያ ግን ኣብ ቀብሮም ኩሉ ግዜ እቲ ንሕና ንዛረቦ እቲ ኣብ ዓለም ዘሎ እዚ ክታብ እዚ ዝቐርኦ እቲ ዝተጠቀመሉ እቲ ተግባር ዝገበሮ ኣላሁ ስብሓነ ወተዓላ ነዚኦም ኢማም እዚኦም ኣጅሪ እንሻኣላህ ክህቦም ክውስኾም ክቅበለሎም እንዳተመነና እንሻኣላህ ኣብ ዝመጽእ ዘሎ ብዛዕባ ባብ ኣልእኽላስ ወልእሕዳር ንያ ኢልና ክንጅምር ኢና ትምህርትና ስጋብ ሽዑ ሰላም ዓለይኩም ወራህመቱላሂ ወበረካቱ።